ብዙሓት ሰባት ኣብ ህይወቶም ሳክሰስፉል ዝኾኑ ንሕና ከዓ ምንም ነገር ክንገብር ኣይንኽእል ኩሉ ሻዕ ዝኾነ ሰባት ንሪኦም ኣብ ጎረቤትና ገለ በቃ ነገራት ብጣዕሚ እዮም ሳክሰስ ዝገብሩ ንሕና ግን ብጣዕሚ ይከብደና ኣብዚ ነገር እዚ ግን ሰሪሕና ዶ ንፈለጥ ኣብ እምነትና ምስ ሰብ ዘለና ሪሌሽን ምስ በዓልና ዘለና ሪሌሽን ገንዘብ ከመይ ዓይነት ገርና ኢና ብከመይ ዓይነት መገዲ ኢና ገንዘብ ክነምፅኦ ንፅዕር እዞም ኣርባዕተ ነገራት እዚኦም ግልፂ ገይረ ክነግረኩም እየ ዓርስና ካብዚ ሽግር ዝወፂና ዓርስና ዝሓሸ መፃኢ ክንፈጥር ንኽእል ሰብ ከመይ ጌርና ይኸውን መጀመርያ እምነት እዩ እምነት ምንም ድርድር ዘይኣቱ ነገር እዩ ቅድሚያ ዝኾነ ስራሕ ኣብ ምስራሕ እምነት ክህልወካ ኣለዎ እዚ ብናይ ኣምላኽ ደረጃ ክንኮድ ከለና እውን ዝኾኑ መብዛሕትኦም ሰባት ሰክሰስ ዝኾኑ ምስ ኣምላኽ ዘለዎም ሪሌሽን ዘቤስት እዩ በቃ ኣምላኾም ዘኽብሩ ኣምላኾም ዘፍቅሩ ምስ ኣምላኾም ፅቡቅ ሪሌሽን ዘለዎም ሰባት ንሕና ግን ናጠራጠርና ንገብሮ ነገራት ብዙሕ ስለ ዘሎ መብዛሕትኡ ብጥርጥር ዝግበር ነገር ከዓ ህይወት ሳክሰስ ፉል ኣይኾነን ይብለካ ሕጂ ተሃብለካ ድለ መስልካ እምነት ምንም ድርድር ዘይብሉ ነገር እምነት ዘ ኮምፓስ ኦፍ ዘ ስኬት ይበልካ ናይ ስኬት ኮምፓስ እምነት እዩ ሓደ ነገር ተዘይኣሚን ከሎ ኣብ ህይወትካ ክልውጠካ ኣይኽእልን መሰረት ናይ ዓወት እምነት እዩ ብዙሓት ሰባት መብዛሕትኦም ትኩረት ገይሮም ዝሰርሑ ኣብ እምነቶም እዮም እምነት ምንም ድርድር ክኣቱ ዘይኽእል ነገር ከመይ ገይርና እምነትና ኣሳክተና እምነትና ኣብ እምነትና ጥርጥር ተሃሊና ዝኾነ ስራሕ ኣለካ እንዶ ከመይ ጌርና ንፈልጥ ማለት ዝኾነ ስራሕስ ንኣምኖ ኣለና ድና ከም ዝልውጠና ንኣምን ኣይናምን እዚ ዓርሳም ጥያቕ እዩ ካልእ ነገር ከዓ እቲ ወሳኒ ነገር እንታይ መስለካ ስራሕ ትቀያየር ትኾንካ በቲ ጅምር በቲ ኣቱ በቲ ጅምር በቲ ኣቱ ገለ ገለ ቅዋም ዘይብልካ ዓይነት ሰብ ትኾንካ በቃ እምነት የብልካን ዋላ ዓርሰ እምነት ተይልና ዋላ ኣብቲ ነገራት ዘለና እምነት የልና ኣብ ዓወት ዘለና እምነት የልና ኣብ በዓልና ዘለና እምነት የልና ምስ ኣምላኽና ዘለና እምነት የልና እዚ ኮምፕሊት የብልናን ማለት እዩ ቅዋም ተዘይሃልና ማለት እዩ ወደሻዕ ሰብ ክውስነልና ንፅበት ኮይና ገለ በቃ እዚ ተወሳኒ ነገር ስለዚ እምነት መሰረት ዓወት እዩ እምነት ኮምፓስ ናይ ዓወት እዩ ኣብዚ ነገር እዚ ትኩረት ጌርና ክንሰርሕ ኣለና ቅድሚ ዝኾነ ነገር ኣብ እምነትና ክንሰርሕ ኣለና። እምነት መን እንደድር ከዓ ዝፀይኸን ነገር እዩ። ካልእ ወሳኒ ነገር ዝለኩም ከዓ ዓርስኻ እዩ። ዓርስኻ ዘይኾንካ ትሰርሖ ስራሕ ኣብ ህይወትካ ዘምፅኦ ለውጢ የብሉን። መብዛሕትኡ ናይ ዝኾነ ነድንቖ ሰብ ወይ ከዓ ናይ ጎረቤትና ወይ ከዓ ናይ ሓውና ገለ መንነትና ተላቢስና ንነብር። ዘይንፈልጦ ሰብ ኮይና ኢና ንነብር። በቃ እቲ ንሕና ሰብ ዘለናዮ መንነት ኣይንፈትዎን ኣይንቕበሎን። ስለዚ ዓርስና ከይኮንና ኢና ንገድር። ኩልሻዕ ዓርስኻ ከይኮንካ ትገብሮ ነገር፣ ዓርስኻ ከይኮንካ ትፈጥሮ ነገር ኣብ ህይወትካ ከዓ ከሐጉሰካ ይኸእል ሕደ ማይታ ትስብ ክትኾነ ጥራኹን እቲ ዘድልየካ ማለት እዩ ጋብላካ ደለ መስልካ ዓርስኻ ኮይንካ ክትሰርሕ ትኽእል እንተኮይንካ ኣብ ሂወትካ ዘለካ ዓቕሚ ብምሉእ ተጠቒምካ ሓድሽ ነገር ክትፈጥር ትኽእላ ዓርስኻ ዘይኮንካ ተኮይንካ ግን ኣይትፈልጦን ብኸመይ ዓይነት መገዲ ክትጥቀም ከም ዝኾነ ተድንቆ ሰብ ኣሎ ንሃቱ ፐርሰናል ተላቢስካ ኣለኻ ናቱ መንነት ተላቢስ ከለኻ ንበል እቲ ሰብ ንሱ ብዙሕ ነገር ኣብ ህይወት ክገብር ከሎ ንስኻ ናቱ ፐርሰናሊቲ ተላቢስ ከለኻ ግን ምንም ነገር ኣይትገብር ንምንታይ መስለካ እቲ ዘለዎ ደረጃ ክትበፅሕ ተኾንካ እቲ ዘለዎ ንሱ ኩሉ ክህልወኒ ኣለዎ ኢልካ ስለተመሃኒ በቃ ንስኻ ዘይትፈትዎ መንነት ዘይተወበለ መንነት ዘለካ ርግፅ ተድንቆኻ ወይ ከዓ ትፈትዎ እኻ ንበል ድሓን ግን ትትፈትዎ መንነት ትብሎ ዘለካ ግን ዓርስኻ ዘይኮንካ መንነት ንስኻ ዘይኮንካ መንነት ስለዚ ቅድሚያ ክኖ ዝግበና ትኩረት ገይርና ክንሰርሐሉ ዝግበና ዓርስና እዩ ዓርስና ከይኮንና ኣብ ህይወትና ምንም ነገር ክንገብር ኣይንኽእል ቅድሚያ ቅድሚያ ቅድሚያ ቅድሚያ ኣስራ ንኮንሉ እዚ ትኩረት ገርና ክሰርሕ ኣስኻ ከይኮንካ ኩሉ ሻዕ ዲፕሬሽን ይበልካ በበይ መፅኡ ዲፕሬሽን ይፈጥን ይድብረካ ዝኾነ ባዶነት ይስምዐካ ይስልችወካ ሰብ ዘለካ ሪሌሽን በቃ ብጣዕሚ የፅልዐካ ምንባር ዓለም ይድብረካ ገለ እዚ ነገር ድማ ተደጋጋሚ እዩ ዝፍጠር ስለዚ ኣብዚ ነገር እዚ ትኩረት ገርና ክንሰርሕ ኣለና ኣነ ኣስታውስ እየ ዓርሰ ዝኾን ኩሉ ግዜታት ነይሩ ብጣዕም ብጣዕም ዓርሰይ ንክጸልእ ዝገብሩኒ ብዙሓት ሲኢለ ብዘይ ደለክዎም መንነት ዝቀብሮም ሰባት ነይሮም በቃ ብኡ እዮም ዝሓስቡኒ ንምታይ ሰብ እዚ የክበረኒ ንምታይ እዚ ዘይበለኒ እናበልኩ ሙሉእ ዓቅመይ ከይጥቀመሉ በቃ ዓርሰይ ኮንኩ በቃ እዚ ነገር እዚ ብጣዕሚ ይግድመኒ ነይሩ እና ሳልሳይ ወሳኒ ነገር ከዓ ሰብ እዩ ምስ ሰብ ዘለካ ሪሌሽን ዘ ቤስት ማን ክትከውን ኣለካ ሪሌሽን ብጣዕሚ ወሳኒ ካብ ፍልጠት ንላዕሊ ሪሌሽን እዩ ተባሂሉ ዝእመን እኮ እንታይ መስለካ ሰብ ብጣዕሚ እዩ ወሳኒ ኣብ ሂወትና ሰባት ኢና ምስ ሰብ ኢና ንነብር ኢንፎርሜሽን ኢዝ ዘ ፓወር ኢንፎርሜሽን ፓወር ኢዩ ተረዲእካ ምስ ሰብ ዘለካ ሪሌሽን ፓወር ኢዩ ንስኻ በይነይ ኮይነ ዝኾነ ነገር ክገብር እየ ተትብል ኣይኸውንን ንስኻ ምስ ሰብ ዘለካ ሪሌሽን ኢኻ ተስተኻኽል ዘለካ እዚ ነገር እዚ ክትገብር ዘለካ መብዛሕትኦም ሰባት ውን ሳክሰስ ዝኾኑ ዘለዉ እዚ ነገር እዚ ትኹረት ጌሮም ስለዝሰርሑ እዮም። ሰብ ዘለዎም ሪሌሽን ዘቤት እዩ ምንም ድርድር የብሉን ማለት ንኩሉ ሰብ እኮ ክትሕጉስ ኣይትኽእልን ግን ከመይ ጌርካ ዘቤት ሪሌሽን ክህልወካ ከም ትኽእል ክነግረካ ናይ ሰብ ስሕተት ብዙሕ ኣይትዛረብ በቃ እዚ ስሕተትካ እዚ ሽግርካ እዚ ሽግርካ ናትካ ኣይትዛረብ ስኢልካ ከም ሽግሮም ተቐበሎ እሞ ኩሉ ሻዕ ግን ምስ ዘቤት ትብለ ሰብ ምስኡ ትቕፅል ምስቲ ዘቤት ዘይኮነ ሰብ ኣለካኒ ምሳኻ ዘይኸይድ ሰብ ተኸይዱ ግን ገደል ትወርዱ ማለት ጋፕ ኣለካ ንእሽተይ ብዙሕ ምስኡ ግዜ ተጥፎ የብልካን ብዙሕ ምስኡ ተሕልፎ ግዜ የብልካን ግን ምስ ኩሉ ሰብ ትቀራረብ ከለኻ ምስቶም ጠቕሙ ሃሳባት ከዓ ቤስተ ሪሌሽን ይህልወካ ማለት እዩ እዚ ድርድር ከዓ ዘይኽእል ነገር እዩ ሃላካ ደሌላ ሲሌካ ሰብ ንሃቱ ስሕተት ትነግሮ ተኾንካ ሽግሩ ትነግሮ ተኾንካ ቀዳማይ ነገር መብዛሕትኡ ሽግሩ ሰብ ይፈልጦ እዩ ካልኣይ ሽግሩ ክትነግሮ ከለካ ይፀልኣካ እዩ ኣይሕጎስን ሳልሳይ መብዛሕትኡ ነገር ከዓ ፐርፌክት ሰብ ፐርፌክት ክኾነልና ኢና ንፅበ በቃ በቃ ፐርፌክት በቃ ሁሉ ነገሩ ፐርፌክት ዓርስና ፐርፌክት ክንኮኑ ይንኽእል ሽንኳን ሰብ ፐርፌክት ትኸውን ስለዚ ቅድሚ ዓርሳ ፐርፌክት ትኹን ካብቶም የድልዩ ንትሎም እቶም ተኣምነሎም ሰባት ክትቀርቦም መኩር ምስ ሰብ ዘለካ ሪሌሽን ዘቤስ ትኾነሉ ናይ ሰብ ሽግረ ሒዛ ዓርስኻ ርአ ዓርስኻ ክትርኢ ዘለካ ሰብ ዘለካ ሪሌሽን ከዓ ዘቤት ዝኾነ ኣሎ እዚ ኩሉ ሰብ ክትሕጉሶ ኣይትኽእልን ግን ቅልል ዝበለ ፐርሰናሊቲ ክህልወካ ኣለዎ ከቢድ ነገር ፅን ኢልካ መካየዲ ፅን ኢልካ ምስናይ እዩ ዘይኸድ ፐርሰናሊቲ ክኾን ምስ ኩሉ ዝኸይድ ፐርሰናሊቲ ፍትሕ ዝበለ ቅልል ዝበለ ፐርሰናሊቲ ነገራት ክኽብድ ዘይኽእል ብቕልል ዝበለ ብሙር ዝነብር ሰብ ማለት እዩ ከምኡ ዓይነት እምበር ፅን ኢልካ ኩሉ ነገር ፅን ኢልካ ኣጫብጥኛ ኣይትኾን ተኽለካ ቂመኛ ሓሳዊ መላኽዒ ኣይ ነው ባይዘ ኣብታት እሱ ዝኾነ ሰብ ኩሉ ዓይነት ነገር የለ ወዲ ሻዕ ጉዳዮም ናይ ባዕሎም ጉዳዮም ዝውዕሉ ዞም ሰባት እዞም ኩሉ ሻዕ ዞም ሳክሰስ ዝበሃሉ ሰባት ኣብ ናይ ካልእ ጉዳይ መድለኻ ምስራ ገለዶ ዘረባዶ ዝበለ ዝገበረ ዝበሃል ነገር የለ ቀዳይ ነገር መብዛሕትኡ ዝገበረካ ሰብ ንምንታይ ከም ዝበሩ ዘሎ ይፈልጥን ሰብ ኮንሽስ ናይ ተመሪሑ እዩ ዝበሩ ከይሓሰበ ማለት እዩ እንኮሸስ እዩ ዝበሃል ሰብ ኮንሽስ እዩ እቲ ምንም ከይተዘጋጀወ ዝገብሮ ነገር ስለ ዝኾነ ኣብ ሂወትካ ምንም ከዕጉሰካ ስለዚ ምንም ከይተዳለወ ስኢሉ ከይሓሰበ ዝገብሮ ነገር ስለ ዝኾነ ብዙሕ ካብ ሰብ ፅቡቕስ ኣይትፀበ ክብለካ ራሕይ ውሳነ ከዓ ገንዘብ እዩ ገንዘብ ናይ ኩሉ ነገር መሰረት እዩ ኣብዚ ሂወት ኣብዚ ዘለናይ ዓለም ዓለማውያንና ኢ ድማ ፃድቕ ፃድቓት ኣይኮና ኣብ ዓለም ስለ ዘለና ገንዘብ የድልየና እዩ ገንዘብ ከመይ ጌርና ክንረክቦ ኣለና ኢልና ክንሓስብ ኣለና ገንዘብ ድኻ ሕማቅ ኣብ ሂወትና ድኻታት ኮይና ኣብ ዕድመ እንኮና ተቀቢርና ክንነብር ይገብረና ገንዘብ ዓቅምና ኣውጺእና ከይንጥቀም ይገብረና እዩ ተረዲእካ እዚ ነገር እዚ ገደብ ዘለካ ሰው ክትኸውን ይነብረካ ኑሮኻ ብገደብ ሓሳብካ ብገደብ ኣተሓሳስባኻ ብገደብ ኩሉ ነገርካ ብገደብ ገይሩ ህይወትካ ምንም ነገር ክትገብር ይገብረካ ስለዚ እዚ ነገር እዚ ትኩረት ገይርና ክንሰርሕ ኣለና ገንዘብ ክብለካ ከለኹ ሕጂ ናይ ኩሉ ነገር መሰረት እዩ ክብለካ ከለኹ ገንዘብ ኣብ ዓለም ኢምፖርት እና ኤክስፖርት ገንዘብ እዩ ናይ ዓለም መገዲ ገንዘብ እዩ ናይ ዓለም ቋንቋ ገንዘብ እዩ ስለዚ ገንዘብ ዝዛሃደካ ምስ ማንም ሰብ ክትረዳዳ ኣይትኽእልን ምስ ዝደለኻዮ ሰብ ክትራኸብ ኣይትኽእልን ዝደለኻዮ ሰብ እውን ክትኸውን ኣይትኽእልን እዚ ሕጂ እዞም ሰለስቲኦም ዝበልኩም ነገር ኣምላክካ ዓርስኻ ሰብ ዝበልኩኻ እዞም ሰለስቲኦም እዚኦም ተስፋ ክህልዮም ገንዘብ ነብርካ ዓቕምና ብጣዕሚ ዝለዓለ እዩ ተረዲእካ ምስ ኣምላካ ዘቤት ተኮይንካ ኣብ እምነትካ ዘቤት ተኮይንካ ግድን ኣለካ ምስ ኣምላኽና እኮ ፍፁማት ክንኮን ይንኽእል ናብ ዓለም ስካብ ዘለና ግን እምነት ዝኾነ ነገር ንሰርሕ ኮይና እምነት ኩሎና ኣሎ ከም ዝልውጠና ክንኣምን ኣለና ዝኾነ ነገር ፈጢርና ህይወትና ንሕና ብዙሕ ነገር ንዓርስና ከም ንገብር ክንኣምን ኣለና ምስ ሰብ ዘለና ሪሌሽን እውን ወሳኒ እዩ ሰባት ኢና ምስ ሰብ ኢና ንነብር ሪሌሽን ከዓ ዘቤት ትኾኑ ኣለኹም ይሻ ሪሌሽን ብጣዕሚ መሰረታዊ ነገር እዩ ብለኩም እና እዚ ከም ሳልሳይ ካልኣይ ዋላ ሳልሳይ ንወለካ ዓመትና ዓርሰኻ እዩ ዓርሰኻ ከኾንካ ስኢካ ኣለካ ዘይትፈትዎ መንነት ዘይትፈልጦ መንነት ተሸኪምካ ምንባር ከቢድ እዩ ኣብ ህይወትካ ሓጎስ ኣይትኸውን ህይወትካ ሓጎስ ያድምካ ኣብ ህይወትካ ሙሉእ ዓቕምኻ ክትጥቀም ኣይገብረካን እዩ ዘይምሳ ኮንካ ክትነብር ከላ እዞም ሰስዮም እዮም ተገርና ገንዘብ ናይ ምርካዕ ዓቕምና እውን ብጣዕሚ ዝለዓለ እዩ ገንዘብ ፓወር እዩ በቃ ገንዘብ ፓወር እዩ ብራዘር ስለዚ ገንዘብ ኣብ ድርድር ዝኣቱ ነገር ኣይኮነን። ሓደ ሰብ ዕዉት እዩ ዝብል ተኮይኑ ገንዘብ ተዘሃልዎ ገንዘብ ናለመነ ምስ ሰብ ዘለዎ ሪሌሽን ዘገስ ተዘኮይኑ ምስቲ ባእስ ምስቲ ምስ ዝብል ተኮይኑ ዓርሱ ዘይኮነ ሰብ ተኮይኑ እምነቱ ብጣዕሚ ስሩር ዘለ እምነት ተሃልዎ ኣብ ህይወቱ ዝኾነ ነገር ገይረ ይፈጥር ይኽእል እየ ኢሉ ዘይኣምነ ሰብ ተኮይኑ ኣብ ህይወቱ ምንም ነገር ክገብር ኣይኽእል። ስለዚ እዞም ኣርባዕተ ዝበልኩም ነገራት ተገይርኩም ህይወትኩም ዕውታት ክንትኾኑ ርግፀኛ እየ። ኣነ ከም ባዕለይ ይምኩሮም ኣለኹ ዓርሰይ ብጣዕሚ እየ ዝኣምን ዝኾነ ነገር ይገብሮ ዘለኹ ኣሚነ እዩ ዝገብሮ በቃ ሶሻል ሚድያ ከም ዝልውጠኒ ይኣምን እየ በቃ ዝልውጠኒ እዩ ግን ክሰራ ከም ዘለና ይፈልጥ እየ ምስ ኣምላኸ እውን እግዚኣብሔር ይመስገን ይምኩር ብዝተኻለኒ መጠን ዓለም ኮይንካ ከቢድ እዩ ምስ ሰብ ዘቤስት እግዚኣብሔር ይመስገን ቅድሚ ሕዚ ብጣዕሚ ፈሪሰ ነረ ምስ ኩሉ ሰብ ዘቤስት እዩ ዘለኹ በቃ ዘቤስት ገንዘብ ሽግር ተልካ ዳርጋ ዳርጋ ዳርጋ ናፈትሑ ወይ ዝርከብ ዘሎ ስለዚ እዞም ነገራት እዚኦም ተገይራ ህይወት እዩ ዕውት ኮም ንኸውን ይኣምን ንስኹም ኮም ዝሕግዝኹም ርግፀኛ ንቐፃሊ ክንጋለት ሪኢልቲ ኮንኩም ሳብስክራይብ ንዋና ቻናልና ቤተሰብ ይመችኹም ደቂ ዓበይቲ ሰስናዩ